ሰላም ሰላም ኩቡራት ተከታተልቲ ሎሚ ድማ ሒዘትኩም ዝመጻእኩ ቢግ ብራዘር ዘርእስታ ኣዝያ ሰሓቢት ናይ ኣክሽንን ድራማን ፊልሚ እያ እዛ ፊልሚ ብዛዕባ ሄንሪ ዝተባህለ ንብዙሕ ዓመታት ኣብ ወተሃደራዊ ሓይሊ ኣመሪካ ድሕሪ ምግልጋሉ ከም መምህር ኮይኑ ንምስራሕ ናብ ሆንኮንግ ዝተመልሰ ዝተዝንቱ እንትኸውን ሄንሪ ነቶም ብተንኮል ራብሻን ዝተፈላለየ ጸገማትን ተታሒዞም ተስፋ ዝተቆረጸሎም ተምሃሮ ከመይ ጌሩ ናብ ንቡር መስመር ከም ዝመልሶምን ንዕዖቶም ካብ ሓደጋ ንምድሓን ምስ ሓደገኛታት ስነ ጥበብ ቃልሲ ወይ ድማ MMA ተዋጋእቲ እንታይ ዓይነት ጀብሃ ከም ዝኣቱ ንተርእየና ልቢ እትትንክፍን ዘይትስልቺ ፊልሚ ክንርኢ ኢና ላይክ ሼር ከምኡ ሳብስክራይብ ብምግባር ንጀምር። ታሪኽና ዝጅምር ሄንሪ ብዝተባህለ ወታደር እንትኾን ከሎ ኣብ ወታደራዊ ሓይሊ ኣሜሪካ ንብዙሕ ዓመታት ድሕሪ ምግልጋሉ ከም መምህር ኮይኑ ሓድሽ ስራሕ ንምጅማር ናብ ሆንኮንግ ተመሊሱ ናብቲ ናይ ቀደም ዝተምሃረሉ ታይክቺ ካልኣይ ደረጃ ቤት ትምህርቲ ይኸይድ። እቲ ርእሰ መምህር፣ ሄንሪ ናይ ምምሃር ተመኩሮ ከም ዘይብሉ የስተብህል እሞ፣ ኰይኑ ግና ካብ ሓደ ላዕለዋይ በዓል ስልጣን ዝተጻሕፈ ናይ መበላዊ ደብዳቤ ምስ ረኣየ፣ ነቲ ስራሕ ይህቦ እሞ፣ ሄንሪ ቅድሚ ምብጋሱ፣ እቲ ርእሰ መምህር እቲ ከምህሮ ዝተዋህቦ ክፍሊ፣ እቲ ዝኸፍኣን ብሕማቕ ስሙ ዝፍለጥን ክፍሊ ምዃኑ ይነግሮ። ኣብታ ቀዳመይቲ መዓልቲ ትምህርቱ ንግሆ ሄንሪ ናብቲ ክፍሊ ክኣቱ ከሎ፣ እቲ ክፍሊ ብምሉእ ፍጹም ኣብ ዝተረበሸ ኵነታት ጸንሖ። ገለ ተምሃሮ ደቂሶም፣ ካልኦት ይደርፉ፣ ገሊኦም ቪድዮ ጌም ይጻወቱ፣ ብዙሓት ካብኣቶም ድማ ኣናእሽቱ ዝንቀሳቐሱ ሳእቶም ገይሮም ፓስታ የብስሉ ነበሩ። እቲ መምህር ናብ ውሽጢ ምስ ኣእተወ'ኳ ምሉእ ብምሉእ ዕሽሽ ብምባል ነቲ ዝገብርዎ ዝነበሩ ነገራት ይቕጽልሉ። ሄንሪ ቓልብኦም ንምስሓብ ይፍትን እሞ ንሳቶም ግና ከም ዘይሰምዕዎ ዀይኖም የምስሉ። ኣቓልቦኦም ንምስሓብ ዝገበሮ ፈተነ ገዲፉ ኣብ ውሽጢ እታ ክፍሊ እናተዛወረ ኣብቲ ዝገብርዎ ዝነበሩ ነገራት ርእይቶ ክህብ ይጅምር እሞ ነቶም ዘብስሉ ዝነበሩ ተምሃሮ ፓስታ ብዙሕ ሶድየም ወይ ድማ ጨው ስለ ዘለዎ ውሑድ ክበልዑ ይነግሮም። ድሕሪኡ ሄንሪ ዙፋን ኣብ ዝተባህለ እትህረም መሳርሒ ሙዚቃ ዝጻወት ዝነበረ ተምሃራይ ብምቕራብ ይሕግዞ እሞ ብተመሳሳሊ ንሓዲግም ዝጻወት ዝነበረ ቆልዓ ምሉእ መዓልቲ ናብ ስክሪን ብምጥማቱ ክረኸቡ ዝኽእል ራድየሽን የጥንቅቖም። ኣብ መወዳእታ እቶም ተመሃሮ ክሰምዕዎ ምስ ጀመሩ ርእሱ የፋልጦም እሞ ስሙን ስልኪ ቁጽሩን ነብ ሰሌዳ ይጽሕፍ። ጽሕፈቱ ሕማቕ ስለ ዝነበረ ድማ እቶም ተመሃሮ ይስሕቑ። ድሕሪኡ ሓደ ካብቶም ተመሃሮ ይድውለሉ እሞ ካብቲ ክፍሊ ክወጽእ ይሓቶም። ሄንሪ ግና እናሰሓቐ ይሓልፎ እሞ እቶም ቆልዑ እንደገና ዕሽሽ ብምባል ቅድሚ ንሱ ምምጽኡ ናብ ዝገብርዎ ዝነበሩ ንጥፈታት ይምለሱ። እዚ ምስ በዝሖ ሄንሪ ላስቲክን ቸኩን ብምጥቃም ነቲ ኣብ ክፍሊ ዝነበረ ናይ ባርዕ ማይ መርጨዊ ከም ዝኽፈት ይገብሮ እሞ እቶም ተመሃሮ ካብ ምጥልቃይ ንምድሓን ቀልጢፎም ፋሕ ይብሉ። ኣብ መወዳእታ ምሉእ ኣቓልቦኦም ይስሕቦም እሞ ብወግዒ ናብ ክፍሊ እንቋዕ ብደሓን መጻእኩም ይብሎም። ትምህርቲ ምስ ተወደኣ ሓሙሽተ ትሕትኖኦም ተመሃሮ ዝሓዘት ጉጅለ ሽጋራ ንምትካኽ ኣብ ናይ ስፖርት መሳርሒታት መኽዘን ይእከቡ እሞ መራሕ ናይታ ጉጅለ ዝኾነ ጃክ ኣብ ካልእ ክፍሊ ብደረጃ ኤን እትመሃር ጓል ተመሃሪት የፍቅር ነበረ። እቶም ካልኦት ድማ ናብ ስእላ ክጥምት ከሎ ይረኽብዎ እሞ ይላግጽሉ። እታ ጉጅለ ምስቶም ሃብታማትን ዝተበላሸወን ናይ ቤት ትምህርቲ ጋንታ ባስኬትቦል ቆልዑ ቅርሕንቲ ነበሮም። ንሳቶም ናብቲ መኽዝን ኣትዮም ከም ልሙድ ጃክ ድኻ ስለ ዝኾነ የላግጽሉ። ጸኒሑ ጋንታ ባስኬትቦል ልምምድ ክገብሩ ከለዉ ጃክን ጉጅልኡን ኣብ ቀረባ ኮይኖም ይዕዘብዎም ነበሩ። ጃክ ሓንቲ ጥርሙዝ ናብቲ ሜዳ ይድርብየሎም እሞ እዚ ድማ መራሒ ናይታ ጋንታ ከም ዝወድቕ ይገብሮም። እታ ጉጅለ ትስሕቕ እሞ ኮይኒ ግና በታ ናይ ቤት ትምህርቲ መምህር እንግሊዘኛ ምስ ሊያንግ ናይ መቕጻዕቲ ግዜ ይወሃቦም። ካብቲ መቕጻዕቲ ንምምላጥ ተንኮል ይሰርሑላ እሞ ጣውላኣ ከተጽሪ ትሕዝቶ ዝነበረትሉ እዋን ይሃድሙ። ኣብ ካልእ ቦታ ቦርድ ትምህርቲ ካብ ዓመታዊ ባጀቶም ዕስራ ሚእታዊ ክቖርጽ ስለ ዝተመደበ ርእሰ መምህር እቲ ቤት ትምህርቲ ብጭንቀት ይሕለል ነበረ። ሰባት ካብቲ ቦርድ እቲ ገንዘብ ኣበይ ይውዕል ከም ዘሎ ንምቁጽጻር ዑደት ንምግባር ናብቲ ቤት ትምህርቲ ይመጹ። ኣብቲ ግዜ እቲ ሄንሪ ናብቲ ክፍሊ ክኣቱ ከሎ እቶም ተመሃሮ መጻወቲ ክገብሩሉ ኢሎም ሓንቲ ባልዲ ማይ ኣብ ላዕሊ መዲቦምሉ ነበሩ። ኰይኑ ግና ምንቅስቓሱ ካብታ ትወድቕ ዝነበረት ባልዲ ዝቐልጠፈ ስለ ዝነበረ፣ ንድሕሪት ክደፍእ ኣይክእል'ሞ፣ ከላግጹሉ ተጸብዮም ዝነበሩ ተማሃሮ ብድንጋጸ ደሪቖም ይተርፉ። ሄንሪ ጃክ ሽጋራ ከም ዘትክኽ ስለ ዝፈልጥ፣ ፓኬት ሽጋራኡ ክህቦ ይሓትቶ'ሞ፣ ጃክ እንታይ ክገብር ከም ዝደለየ ክፈልጥ ህንጡይ ብምዃን ነታ ፓኬት ብቐሊሉ ይህቦ። ድሕሪኡ ሄንሪ ንዙፋ ኣብ ውሽጢ ሽጋራ ዝርከብ ሰለስተ ንጥረ ነገራት ክሰሚ ይሓቶ። ነታ ሕቶ ብትኽክል ምስ መለሳ፣ በታ መዓልቲ እቲኣ ትምህርቲ ክገድፍ ይፍትን። ፍቀደሉ። ኩሉ ሰብ ጦብላታቶም ብምህራም ንሳቶም እውን ትምህርቲ ክገድፉ ከም ዝግባእ ክሓቱ ጅምሩ እሞ ደው ምስ ኣበሉ ንኹሎም በብሓንቲ ሽጋራ ይህቦም እሞ ምርመራ ክገብሩሉ ይሓቶም። ብዛዕባ እቲ ካብ ጥዕንኦም ዘስዕቦ ሳዕቤን ጥራይ እንተነጊሮምዎ ብዕቱብ ከም ዘይወስድዎ ይፈልጥ እዩ ነይሩ። ስለዚ ኣብ ክንድኡስ ብዛዕባ ሳዕቤናት ምትካኽ ሽጋራ ይሓቶም እሞ ኣብ ሳንቡኦም ብኸመይ ጸሊም ነገር ከም ዝፈጥር የርድኦም። ንፈለማ እዋን ነቲ መምህር ኣቓልቦ ይህብዎን ብሓቂ ክመሃሩ ድሌት የርእዩን። ቃጭል ምስ ተደጎለ ነተን ሽጋራ ክምልሱሉ ይሓቶም እሞ እቶም ተመሃሮ ድማ ብዘይ ድሌቶም እናተጠራጠሩ ይስማዕምዑ። በታ መዓልቲ እቲኣ ኣብ መመገቢ ክፍሊ፣ ካፒቴን ናይታ ጋንታ ባስኬትቦል ንሓደ ካብ ኣዕሩኽ ጃክ ዝዀነ ብሩስ ብእግሩ ጠሊፉ ከም ዝወድቕ ይገብሮ። እዚ ድማ ኣብ መንጎ ክልቲኣን ጕጅለታት ክርክር ይፈጥር እሞ ቀልጢፉ ናብ ባእሲ ይቕየር። ነንሕድሕዶም ምግብን ጣውላታትን ይደራረዩ እሞ ነቲ ቦታ ይዕንብዎ። ጸኒሑ ሓሙሽተ ተመሃሮ ኣብ ክፍሊ ጠንቂ ናይቲ ባእሲ ብምዃኖም ብግዝያውነት ከም ዝተባረሩ ንሄንሪ ይንገሮ እሞ፣ ሄንሪ ንጃክ ኣብቲ ኮሪደር ወይ ድማ መተሓላለፊ ምስ መጋጥምቱ ክበኣስ ምስ ረኸቦ ደው የብሎም። ክሃድእ ምስ ተሓተተ፣ ጃክ እቶም ሃብታማት ቆልዑ ዋላ ሓንቲ መቕጻዕቲ ስለ ዘይረኸቡ እቲ ቤት ትምህርቲ ፍትሓዊ ኣይኮነን ብምባል ይኸስስ። በታ መዓልቲ እቲኣ ድሕሪ ትምህርቲ፣ ሄንሪ ብዛዕብኦም ዝያዳ ንምፍላጥ ፋይላት ናይ ኩሎም እቶም ሓሙሽተ ተመሃሮ ይፍትሽ እሞ፣ እቲ ቀዳማይ ቆልዓ ዙፋን እንትኸውን ወላዲ ናይ ሓደ ስደተኛ ወይ ድማ ፓኪስታናዊ ኮይኑ ብሰንኪ ዓሌቱ ወትሩ ኣድልዎ ይግበረሉ ነበረ። ኣብ ከባቢኡ ብዝርከቡ ፖሊስ ብስርቂ ብዙሕ ግዜ ይኽሰስ። እንኮ ትምኒት ህይወት ዙፋ ድማ ሙዚቀኛ ምዃን ጥራይ እዩ። እታ ካልኣይቲ ተምሃሪት ዳናን ትበሃል እንትኸውን ኣቦኣ ወትሩ ወዲ ይደሊ ስለዝነበረ ካብቲ ውላድ ኣትሒዛ ነቦኣ ተስፋ ዘቑርፅ ነገር እያ ኮይናቶ። ዳናን ምሉእ ህይወታ ክብረቦኣ ንምርካብ ክትጽዕር እያ ኣሕሊፋቶ። ወዲ ንምምሳል ጸጉራ ብሓጺሩ ትቖርጽን ብኻርታ ትጻወትን ነበረት። ይኹን እምበር ኣቦኣ ብዛዕባኣ ዋላ ሓንቲ ኣይግደስን። ንንእሽተይ ሓዋ ግና ከም ልዑል እዩ ዝሕዞ። ብምቕጻል ብሩስን ክሪስን ዝበሃሉ ኣሕዋት ኣለዉ። ቆልዑ ከለዉ ኣዲኦም ምስ ካልእ ሰብኣይ ትሃድም እሞ እዚ ድማ ነቦኦም ወልፊ ኣልኮላዊ መስተ ከም ዝህልዎ ይገብሮ። እቶም ኣሕዋት እናበኸዩ ከለዉ ንሕድሕዶም ጥራይ እዮም ዝተኣማመኑ ነይሮም። ብሩስ ካብ ክወንነት ንምህዳም ብቪድዮ ገም ዝተጻወተ ክኸውን ከሎ፣ ክሪስ ግና ንስድራቤቱ ገንዘብ ንምርካብ ኣብ ሓደ ድንኳን መግቢ ኣበርቲዑ ይሰርሕ ነበረ። ኣብ መወዳእታ ሄንሪ ብዛዕባ ድሕረ ባይታ ስድራቤት ጃክ ዝዀነ ሓበሬታ ክረክብ ኣይከኣለን። ኣብታ ዝስዕብ ትርኢት፣ ጃክ ኣብ ሓደ ቤት ብልዒ ከም ኣሰላፊ ኰይኑ ክሰርሕ ንርእዮ እሞ፣ ጂን ዩንግ ዝተባህለ ሓደ ናይ ኤምኤምኤ ተወዳዳራይ ምስ ናይ ስራሕ መሻርኽቱ ናብቲ ቤት ብልዒ መጹ እሞ፣ ጂን ዩንግ ዓቃሉ ዋብ ዘይገበረሉ ሰዓት፣ ጃክ ነታ መራኺት መብራህቲ ናቱ ይሰርቃ እሞ ኮይኑ ግና ይተሓዝ። ጁንዩንግ መንነት ወይ ድማ ኣይዲ ናይ ጃክ ክምርምር ከሎ ሰባት ጁንዩንግ ይሃርምዎ እሞ ተምሃራይ ምዃኑ ምስ ፈለጠ ቁሩብ ገንዘብ ይህቦም እሞ መግቢ ዘብጽሕ ሰራሕተኛ ክኾነሎም ስራሕ የቕርበሉም። ኣብ ካልእ ቦታ ሄንሪ ናብ ገዛ ዙፋ ይበጽሕ እሞ ሓንቲ ትኬት ሰሪቑ ካብ ኣቡኡን መሻርኹቱን ክሃድም ይረኽቦም። ኣብ መጀመርታ ይሕዞ እሞ ኮይኑ ግና ስለምንታይ ይሰጎ ከም ዘሎ ምስ ፈለጠ ናብ ወገኑ እተቦ ይኸውን። ድሕሪኡ ንሱን ዙፋንን ኣብቲ ድልድል ንምዝንጋዕ ይወጹ እሞ፣ እዚ ድማ ንዙፋ ዝደለዮ ነገር ንኽገብር ንምድራኽ እዩ። ሄንሪ ኣብ ጎደናታት ሙዚቃ ምስ ዝጻወት ባንድ ኰይኑ ይደርፍ። ድሕሪ ሰከንዳት፣ ዙፋ ናብኡ ይጽንበሩ እሞ ቅድሚ ዓመታት ኣብ ቤት ትምህርቲ መጥቃዕቲ ወይ ድማ ጉልበተኝነት ድሕሪ ምውራዱ ንፈለማ እዋን ኣብ ቅድሚ ሰባት ይደርፍ። ኣብዚ እዋን እዚ ኣቦ ናይ ብሩስን ክሪስን ከም ልሙድ ምሸት ኣምሽዩ ናብ ገዛ ይመጽእ እሞ ካብ ድንኳን ቢራ ከምጽኡሉ ይእዝዞም። እቶም ኣሕዋት ምስ ኣበዩ ካብ ገዛ ክወጹ ይጭድረሎም። ንጽባሒቱ ሄንሪ ምስ ኣቦኦም ይራኸቡ እሞ ንረብሓ ውሉዱ ኢሉ ናብ ማእከል ሕውየት ንኽኸይድ ይእምኖም። ኣብዚ ግዜ እዚ ኣቦ ዳናን ሓደ ቦርሳ ናይ መመላኽዒ ወይ ድማ ሜክኣፕ ፍርያት የምጽኣላ እሞ ንሓንሳብ እኳ ከም ጓል ንኽትከውን ይሓታም። ዳናን ወትሩ ብቕዕቲ ከም ዘይኮነት ክስምዓ ስለ ዝገበራ ብእኡ ኣዝያ ትቑጣዕ እሞ ነቲ መመላኽዒ ኣብ ንእሽተይ ሓዋ ለኽያ ምስ መፍቱሕ ናይታ መኪና ካብ ገዛ ብስውር ትወጽእ። ብመኪና ኣቦኣ ክትዝውር ክትብል ከላ ኣብ ትኽክለኛ ግዜ ብሄንሪ ደው ትብል እሞ ብዘይ ፍቓድ መዘወሪ መኪና ምዝዋር ዘይሕጋዊ ምዃኑ ምስ ነገራ ኣማራጺ ሓሳብ የቕርበላ። ነዚ ስዒቡ ናብ ናይ ጎካርት ውድድር ዝካየደሉ ቦታ ይኸዱ። ሄንሪ ንኣቦኣ እውን ይዕድሞ እሞ ከም ዝወዳደሩ ይገብር። እቲ ኣቦን ጓልን ኣብ እዋን ውድድር ነንሕድሕዶም ዋላ ሓንቲ ምሕረት ኣየርእዩን። ኣብ መወዳእታ ድማ ካብቲ መወዳደሪ መስመር ወጻኢ ይወድቁ እሞ ብሃንደበት ናይ ዳናን ጎካርት ብሓንቲ ተሽከርካሪት ትግጮ እሞ ንሳ ግና ካብቲ ሓደጋ ክትድሕን ትኽእል። ነዚ ዘይፈለጠ ኣቦኣ ግና ብሞት ጓሉ ሓዚኑ ይበኪ ነበረ። ዳናን ብሓቂ ከም ዝፈትዋ ተረድኣ እሞ ተሓቝፎም ንጽባሒቱ ኣብ ቤት ትምህርቲ ብሩስን ክሪስን ምስ ሓንቲ ጉጅለ ኰይኖም ካብ ወልፊ ኣልኮላዊ መስተ ዝሓዊ ዘሎ ሰብ ቃለ መሕትት ንምግባር ናብ ሓደ ማእከል ሕውየት ይለኣኹ እሞ፣ እቲ ቃለ መሓትት ክግበረሉ ዘለዎ ሰብ ኣቦኦም ኰይኑ ምስ ረኣይዎ ይድነቑ። እቶም ተመሃሮ መስተ ብኸመይ ከም ዝጀመረ ይሓትትዎ እሞ፣ እቲ ሰብኣይ ድማ ንሰበይቱ ኣዝዩ ይፈትዋ ከም ዝነበረ ይምልስ። ኰይኑ ግና ኣብቲ ዝተሓተ ወይ ድማ ዝኸፍኣ ደረጃ ህይወቱ ከሎ ገዲፋቶ ስለ ዝኸደት፣ በዚ ምኽንያት እዚ ድማ ክሰቲ ጀሚሩ። ክንከባኸቦም ዘለዎ ክልተ ቈልዑ ከም ዘለውዎ እውን ረሲዑ፣ እቲ ሰብኣይ ብሩስን ክሪስን ደቁ ምዃኖም ከይገለጸ ይቕሬታ ይሓትት እሞ፣ ኣብ መወዳእታ እቶም ኣሕዋት እናበከዩ ይሰናበቱ። ኣብ ካልእ ቦታ ድማ ጃክ ነቲ ናይ MMA ተወዳዳራይ ዝኾነ ጁን ዮንግ ክሰርሕ ጀሚሩ ኣሎ። ኣብ ዝቕጽል ጸወታ ጃክ ኣብ መስተ ናይ ሓደ ተወዳዳሪ ሓሽሽ ንኽገብር ጁን ዮንግ ብዙሕ ገንዘብ የቕርበሉ። ጃክ ፍቓደኛ ኣይነበረን፣ ኮይኑ ግና ነቲ ጻውዒት ክቕበሎ ይግደድ እሞ ብመዓልቲ እቲ ጸወታ ጁን ዮንግ ንሓደ ተወዳዳሪ ብገንዘብ ይድግፎ ወይ ድማ ንስፖንሰር ይገብሮ እሞ ኮይኑ ግና ኣብ ስዕረቱ እቲ ገንዘብ የወራርድ። ጃክ ኣብ መስተ ናይቶም ተወዳደርቲ ከምቲ ዝተባህሎ ሓሽሽ ይገብር እሞ ኮይኑ ግና ከምኡ ክገብር ከሎ ይተሓዝ። ነቲ ዝለኣኾ ቅድሚ ምውቃሱ፣ ታሪም ኣብ ውሽጢ ሓደ ካብኔት ይዕጾ እሞ፣ ድሕሪ ቁሩብ ግዜ ሄንሪ ኣብኡ ይበጽሕ። ነቶም ተወዳደርቲ ነቲ ተመሃራዩ እንተርእዮም ይሓቶም እሞ፣ እቶም ሰባት ናብ ገዝኡ ክምለስ ይነግርዎም። ኮይኑ ግና ጃክ ኣብ ውሽጢ እቲ ካብኔት ኮይኑ ንረድኤት ይጭድር እሞ፣ ኣብ መጻወድያ ከም ዝወደቐ ምስ ፈለጠ፣ ሄንሪ የጥቅዖምን ብቐሊሉ ይስዕሮምን። እቶም ተወዳደርቲ ምስ ኣተዉ ቁሩብ እኳ እንተበርትዖ፣ ሄንሪ ግና መጥቃዕቶም ብብቕዓት የምልጥ ነበረ። ኣብ መወዳእታ ነቲ ድሕሪ ሒደት ደቓይቕ ክወዳደር ተመዲቡ ዝነበረ ብሉጽ ተወዳዳሪኦም ሃሪሙ ይውድኦ'ሞ ኣብታ ትስዕብ ትርኢት ኣብ ሆስፒታል ይርከቡ። ሄንሪ ንቑስሉ ሕክምና ይረክብ፣ ጃክ ድማ ብዛዕባ ጂንዮንግ ሓቂ ክገልጽ ይፍትን። ኮይኑ ግና ስቕ ክብል ይግደድ'ሞ እዚ ዜና ኣብ ቴሌቪዥን ይቐርብ። ሄንሪ ድማ ተመሃራዩ ንምድሓን ኢሉ ንሓደ ሞያዊ ተወዳዳሪ ዝሰዓረ ሰብኣይ ተባሂሉ ክፍለጥ ይጅምር'ሞ፣ ተፈታውነቱ ኣብ ቤት ትምህርቲ እናዓበየ ይኸይድ። እቶም ተማሃሮ እውን ከኹርዎ ይጅምሩ። ካብቲ ቅድሚ ሕጂ ዝነበርዎ ኣተሓሕዛ ብኣንጻሩ፣ ናብ ክፍሊ ክኣቱ ከሎ ንኽቕበልዎ እኳ ደው ይብሉ። ብድሕሪኡ ብናይ ሄንሪ ተመክሮ ንድሕሪት ንምለስ እሞ፣ ሄንሪ ኣብ ቤት ትምህርቲ ከሎ መጻወቲ ወይ ድማ ተንኮለኛ ነበረ። ኣብ ሓደ ምድላው ንወለዲ ፒያኖ ዝጻወት ዝነበረ ተማሃራይ እኳ ብማይ ዝተመልአ ባሎን ይድርብየሉ ነይሩ እዩ። ጸኒሑ ምስቲ ተማሃራይ ተባኢሱ ኢዱ ይሰብሮ እሞ በዚ ባእሲ ምኽንያት ካብ ትምህርቲ ምስ ተባረረ፣ ናብ ኣሜሪካ ንኽኸይድ ይግደድ። ካብታ መዓልቲ እቲኣ ኣትሒዞም ሄንሪ ኣብ ክፍሊ ከምህር ከሎ እቶም ተመሃሮ ኣቓልቦ ይህቡን ነቲ ዝቕጽል ናይ ኮለጅ መእተዊ ፈተና ብትግሃት የጽንዑን። ብዘይካ ብሩስ ኩሉ ሰብ ጽቡቕ ይገብር ነይሩ። ብሩስ ግና ወልፊ ከኒና ማዕዊሉ ነበረ። ክሪስ ጸገም ስድራቤቱ ንምፍታሕ ናብ ቪድዮ ጌም ክዘውር ከሎ ብሩስ ግና ሓሽሽ ክወስድ ጀሚሩ ምንባሩ ይቃላዕ። ኣቓልቦ ስለ ዘይብሉ ኣብቲ ናይ ፈተነ መእተዊ ፈተና ኣዝዩ ሕማቕ ይገብር እሞ ሄንሪ ክሕዞ ቃል ይኣትወሉ። ብሩስ ግና ግዜ ብዝኸደ ቁጽሪ ብጭንቀት እናተዳቖሰ ይኸይድ። ኣብ መወዳእታ ዓቕሉ ምስ ጸበቦ ካብቲ ባልኮን ወይ ድማ በራንዳ ገዝኦም ይዘልል። ቀልጢፉ ናብ ሆስፒታል ይውሰድ እሞ ኣብ ኮማ ይኣቱ። ሚድያ ወይ ድማ ማዕኸናት ዜና ነቲ ዜና ብምጥምዛዝ፣ በቲ ብሩስ ዝጎወረ ነገር ነቲ ቤት ትምህርትን ንሄንርን ይወቕሳ እሞ ሰበ ስልጣን ካብ ቦርድ ትምህርቲ ንሄንሪ ቃለ ማሕተት ይገብርሉ። ፍቓድ መምህርነቱ ክስርዝዎ ይውስኑ እሞ ኣቑሑ ተኣኪቡ ካብቲ ቤት ትምህርቲ ክወጽእ ከሎ ኩሎም እቶም ተማሃሮ ክጸንሕና ለሞ ንደድሕሪኡ ይጎዩ። ብምብራሩ ልቦም ተሰይሩ ኮይኑ ግና ንዕኡ ንኸኹርዑ ነቲ ዝመጽእ ፈተና ክሓልፍዎ ከም ዘለዎም ይፈልጡ ነበሩ። ንሄንሪ ጽቡቕ መምህር ምዃኑ ንቦርድ ንምርግጋጽ ካብታ መዓልቲ እቲኣ ጀሚሮም ዕጽፊ ብዝኾነ ጻዕሪ የጽንዑ። በታ ናይ ፈተና መዓልቲ ጃክ ምስ ኩሎም ደቂ ክፍሉ ቅድሚ እቲ ፈተና ብሓደ ሰዓት ኣብቲ ቤት ትምህርቲ ክራኸቡ ዝሓትት መልእኽቲ ካብ ሄንሪ ይረኽቡ። እቶም ተማሃሮ ምስ ተኣከቡ፣ እዚ ነቶም ተማሃሮ ኣብ ቤት ትምህርቲ ዓጽዩ ንምእሳር ዝተገብረ ናይ ጁንዩንግ ተንኮል ምዃኑን ብሰንኩ ድማ ኣብ ግዜኦም ናብ ክፍሊ ፈተና ክበጽሑ ከም ዘይኽእሉን ይርድኦ። እዚ ዝገብሮ ዘሎ ድማ ንሄንሪ ትምህርቲ ንምሃብ እዩ። ድሕሪ ቁሩብ ግዜ ሄንሪ ናብ ቤት ትምህርቲ ይበጽሕ እሞ ብዛዕባ ውጥን ጁንዩንግ ይፈልጥ። ነቶም ተመሃሮ ሓራይ ይለቅዎም እሞ ንደቂ ተባዕቱ ጁንዩንግ ነቶም ቆልዑ ከዩጎድእዎም ንምክልኻል ይዋጋእ። ንሳቶም ድማ የምልጡ እሞ ብቕልጡፍ ናብቲ መፈተኒ ክፍሊ የቕንዑ። ኣብዚ ግዜ እዚ ሄንሪ ድማ ምስ ጁንዩንግ ይዋጋእ ነበረ። ነንሕድሕዶም ክዋግኡ ከለዉ ጁንዩንግ እቲ ሄንሪ ንእሽቶይ ከሎ ማይ ዝመልኣ ባሎን ዝደርበየሉ ቆልዓ ንሱ ምዃኑ ይገልጽ። ሄንሪ ኢዱ ካብ ዝሰውረ ንደሓር ኣብ ሓደ ዓብዪ ናይ ሙዚቃ ውድድር ክሳተፍ ከም ዝኸኣለ ድማ ይፍለጥ። ካብታ ፍጻመ ንደሓር ፒያኖ ተንኪዩ ኣይፈልጥን። ንሕልሙ ስለ ዘዕነወሉ ድማ ንሄንሪ ይወቕሶ እሞ ሄንሪ ድማ ክእምኖ ይፍትን። ኮይኑ ግና ዳግማይ መጥቃዕቲ ስለ ዝወረዶ ኣብ መወዳእታ ክልቲኦም ካራ ንምሓዝ ይቃለሱ እሞ ኣብ መወዳእታ ሄንሪ ንኽቐትሎ ዕድል ይረክብ። ኮይኑ ግና ክገብሮ ኣይከኣለን። ንእሽተይ ከሎ ብዝፈጸሞ ጌጋ ይቕሬታ ይሓቶ እሞ ገዲፍዎ ይኸይድ። እቶም ተማሃሮ ኣብ ትኽክለኛ ሰዓት ናብቲ መፈተኒ ኣዳራሽ ይበጽሑ እሞ ነቲ ፈተና ይውድእዎ። ድሕሪ ሒደት ሰሙናት ኩሎም ብብሉጽ ውጽኢት ይሓልፉ እሞ ጁንዮንግ ድማ ዳግማይ ፒያኖ ክጻወት ይጅምር። ኮኒ ግና ልክዕ ከምቲ ናይ ቀደም ክኢላ ንኽኸውን ገና ብዙሕ ልምምድ ከድልዮ እዩ። ብሩስ ብቕልጡፍ ይሓዊ እሞ ኣብ ንጽጽል ዓመት መእተዊ ፈተና ክሳተፍ ቃል ይኣቱ። እቶም ተማሃሮ ኣብ መእተዊ ፈተና ኣዝዩ ጽቡቕ ውጽኢት ስለ ዘመዝገቡ፣ እቲ ቦርድ ትምህርቲ ዕስራ ፐርሰንት ተወሳኺ ባጀት ክህቦም ይውስን እሞ እቲ ርእሰ መምህር እውን ኣዝዩ ይሕጐስ። ሄንሪ ናብ ስራሕ መምህሩ ይምለስ እሞ ነቲ ናይ ባርዕ ማይ መርጨዊ ተንኮል ኣብ ካልኦት ሓደሽቲ ዙር ተምሃሮ ይደግሞ። በዚ ድማ እዛ ሰሓቢትን መሃሪትን ዝኾነት ፊልምና ኣብ መወዳእታኣ ትበጽሕ። እምበኣርከስ ኩራት ተኻታተልቲ ንሎማዓንቲ ዝነበረት ፊልምና ንዚኣ ትመስል። ከምዚኦም ዝኣመሰሉ ፊልምታት በበግዚኡ ክበጽሑኩም እንተድኣ ደሊኹም ንፊልመይ ላይክ ንቻነለይ ሳብስክራይብ ብምግባር ኣበረታትዑኒ። ክሳብ ብኻሊእ ቪድዮ ንራኸብ ሰላም ጽንሑለይ።